እንሆ ኸኣ በታ መዓልቲ እቲኣ ክልተ ኻባታቶም ካብ የሩሳሌም ስሳ እስታድዮስ ዝምርሓቓ ኤማሁስ ናብ እትበሃል ዓዲ ይኸዱ ነበሩ። ንሳቶም ከኣ በቲ ዝኾነ ኵሉ ነገር ንሓድሕዶም ይዘራረቡ ነበሩ። ኰነ ድማ ክዘራረቡን ክመራመሩን ከለዉ የሱስ ባዕሉ ቀሪቡ ምሳታቶም ከደ። ከየለለይዎ ግና ኣዒንቶም ተሰዊረን ነበራ። ንሱ ድማ እዚ እናኸድኩም እናጎየኹምን ንሓድሕድኩም እትዘራረብዎ ዘለኹም ዘረባስ እንታይ እዩ በሎም። እቲ ሓደ ካብኦም ቀልዮጳ ዝስሙ በዘን መዓልትታት እዚኣተን ነዚ ኣብ የሩሳሌም ዝኾነ ነገር ዘይትፈልጥሲ ንስኻ በይንኻዶ ኣብኣ ጋሻ ኢኻ ኢሉ መለሰሉ። ንሱ ኸኣ እንታይ እዩ በሎም። ንሳቶም በልዎ፣ እዚ ናይ የሱስ ናዝራዊ ነገር፣ ኣብ ቅድሚ ኣምላኽን ኵሉ ህዝብን ብግብርን ቃልን ከኣሊ ነብዪ ዝነበረ ሰብኣይ እዩ። ሊቃውንቲ ካህናትናን ዓበይትናን ንፍርዲ ሞት ኣሕሊፎም ከም ዝሃብዎን ከም ዝሰቐልዎን፣ ንሕና ግና እቲ ንእስራኤል ዘድሕን ንሱ እዩ ኢልና ተስፋ ንገብር ኔርና። ምስናይ እዚ ኵሉ ኸኣ እዚ ካብ ዝኸውን ሎሚ ሳልሰይቲ መዓልቲ እያ። ግናኸ ካባታትና ኣንስቲ ናብ መቓብር ኣንጊሀን ነበራ እሞ ኣስተንክራና። ስጋኡ ምስ ሰኣና ኸኣ ህያው ምዃኑ ዝነገርወን ራእይ መላእኽቲ ከም ዝረኣያ መጺኤን ነገራና። ካባና ገለ ሰባት ናብ መቓብር ከዱ፣ ከምቲ እተን ኣንስቲ ዝበላኦ ኮይኑ ረኸቡ፣ ንኡ ግና ኣይረኣይዎን። ንሱ ድማ ኣቱም ነብያት ብተዛረብዎ ኩሉ ንምእማን ልቦም ዝደንጎየ ዓያሹ፣ ክርስቶስ እዚ ሓሳር መከራ እዚ ክጸግብ እሞ ናብ ክብረቱ ክኣቱ ናይ ግዲ ዶ ኣይኮነን? በሎም። ካብ ሙሴን ኵሎም ነብያትን ሒዙ ከኣ እቲ ብዛዕባኡ ኣብ ኵሎ ጽሑፋት ዘሎ ክትርጕመሎም ጀመረ። ናብታ ዝኸድዋ ዘለዉ ዓዲ ምስ ቀረቡ ኸኣ ከም ዝሓልፍ መሰለ። ንሳቶም ግና መሲኡ እዩ፣ ጸሓይውን ዓሪባ እያ እሞ፣ ምሳና ሕደር ኢሎም ተጋደልዎ። ንሱ ኸኣ ምሳታቶም ክሓድር ኣተወ። ኰነ ድማ፣ ምሳታቶም ኣብ መኣዲ ምስ ተቐመጠ፣ እንጌራ ኣልዒሉ ባረኸ፣ ቈሪሱውን ሃቦም። ሽዑ ኣዒንቶም ተኸፍታ እሞ ኣለለይዎ፣ ንሱ ግና ካባታቶም ተሰወረ። ንሓድሕዶም ከኣ እቲ ኣብ መገዲ ክዛረበናን እተን ጽሑፋት ክትርጉመልናን ከሎዶ ግዳ ልብና ይነደና ኣይነበረን ተበሃሃሉ። በታ ሰዓት እቲኣ ተላዒሎም ናብ የሩሳሌም ተመልሱ። ነቶም ዓሰርቶ ሓደን ነቶም ምስታታቶም ዘለዉን ከኣ ተኣኪቦም ረኸብዎም። ንሳቶም ከኣ ጐይታ ብሓቂ ተንሲኡ ንስምዖን እኳ ተራእይዎ በሉ። እቶም ካልኦት ድማ እቲ ኣብ መገዲ ዝኾነን እንጌራ ምስ ቈረሰ ኸኣ ከመይ ከም ዘለለይዎን ነገርዎም።